ዓርኪ ክትሕዝ ትፍተን፣ ክትወልድ ትፍተን፣ ኣብ ሓዳር ትፍተን፣ ኣብ ስደት ትፍተን። ካብ ምጭናቐይ ልተልዓለስ ኣነ ልጭነቐሉ እምበይ ልኣየይ ልጭነቐለይ ለየለይ ኢለ ክሓስብ ተለኹስ ህይወት ከጥፍእያ ጥፍእያ እዩ ልመፀኒ። ገዛ ተገዚኣስ ሰብኣይ ድኣ ኮነይ ኮፍ ክብሎ ወዲ ጓላ ድኣ ኮነይ ክበልዓ ልባ። ከቢድ እዩ ብቻ ከቢድ እዩ ብቻ እንድዒ ይጨንቕ።

ከዚ ግን ብጣዕሚ እዩ በቃ ከም ቃላቱ ተኮይኑ ሓቦ ይህበኒ ኣሎ እና ተሓቡኡ ከይኣምን እለ ይፈርሕ ኣለኩ ካልኣይ ከይብደል ውሽጠይ ይጠራጠር ኣሎ። ሰላም ኣብ ኩሉ ኩርናዕ ዓለም ትርከቡ ነዛ ቪድዩ እዚኣ ትከታተሉ ኣለኹም ኣብ ለለኹሞ ሰላም ክትኾኑለይ ናተመነኹ ያው ብጣዕሚ ጠፊእና ብጣዕሚ ጠፊእናኩም ናሃልና ለለ መሊስና ናጠፈእናኩም ጠፊእና ናሃልና ለለ ናጠፋእና ኢና ንምለስ እና ኤንወይ ከዚ ብኔታዊ ናነገሪና ጠፊእናኩም ዛና ነብሲ ክሽካዕ ትሓልፍ ናነብሲ ኣተሓላሊፍካ ጋሻኻ ሰናኒኻ ናብ ንቡር ወዓተ ተወዲኡ ናብ ንቡር ስራሕትኻ ምእንቲ ትምለስ ብልኾነ ብጣዕሚ ንልጠየቅኩምና ደጊመ ደጊመ ከመስግን ይደሊ ካብኡ ብምቅጻል ታይ እዩ ሎምዓንቲ ልመጻኹሉ ምኽንያት መሰጅሲ ብጣዕሚ ብዙሕ እዩ ልጻሓፈካና መሰንጀር ማለት እዩ ካብኡ ትምልስ ትደሊ ስለ ልበዝሐካ ኣይትምልሲ ልተወሰነ ልተወሰነ እኳ ትምልስ ኢካ ኤንወይ ግን ሐደ ሐደ እሕዋተይ ኣብ ስደት ኮይነን ስሚኢታዊ ኮይነን ልፅሕፋለይ ፅሑፋት ተገዲሰ ንሳተን እኳ ፅሒፈንኦ ኣነ ግን ከም ትዕቢት ወይ ገለ ክስመዐን ይክእል ኣብ ምንም ለይብለይ ኣብ ሐንቲ ታራ ሰብሲ ግን ብካሊእ ክሓስብኦ ይክእላ እየን እዘን ኣሕዋተይ ግን ኣነ ነይረዮ እየ እቲ ስደት ኩሉ ነገር ይርደኒ እዩ ብከምኡ የኮነይ ከም ሓፈሻዊ ግን ኣብዚ ብጣዕሚ እንዶም ኣብ ስዑዲ ናሃለኩ ኣነስ ብጣዕሚ ንሶሻል ሚድያ ይጥቀም ነይረ እንድዒ ብቻ ከዚ ግን ንክጥቀም ጊዘ ማዕረ ይስእን ኣለኩ ወላ ስራሐይ ናሃለየ እሱስ ግን በቃ ምስ መፃኩስ ተኣቂደዮ ተሊመዮ ገለ ልመፃኩስ ይሳካዕ ኣሎ ማለት የኮነይ ብኡ ልክዕ ለዘ በቃ ሱሱ ስላልኾነ ኣይምልሲ ኤንወይ ግን ናብቲ ናይ ሎማዓንቲ ጉዳይ ክመጽእ ተለኹ ብዙሕ ጽሑፋት ይመጽእ እዩ ናዘን ኣሕዋተይ እሞ ካብኡስ ሎማዓንቲ ወደይ ኣውዘ ደቂሰ እየ እኒኦኹ እስቲ ማዘርና ነብሲ ገለ ወዮኒዮስ ዓዲ ከይዳ ኣብኡ እያ እኒኣ ገዛ እኒኦኹ ኣንለ ክኸድ እየ ይኸድ እየ ልሕልፍ እየ ሕግዛ ይምለስ ካብኡ ከዝለለ ክኸድ እየ ግን ኮፍ ኢለ ተለኹ ከምዚኣ መጽየ ናሃለኹ ሲ ያው ተዘጋጀይ ግዛዕ ይኹንኪ ይቅርታ ብቻ ግን እቲ ልድለት ሓሳብ ምቕራብ እዩ ክሽካዕት ነገራት ልበል ማለት እዩ ብቻ ልተሰደደኒ መሰጃት እንዮ ካብዚ መሰጃት እሱ ግን እስቲ ንምንታይ ተጀሚሮዮስ ብኡ ገይሩ ተበለለይ እግሪ ተፈትሐለይ ድዩ ልበሃል ኢድ ተፈትሐለይ እንድዒ ብቻ ንምንታይ እስቲ እቲ ሰብለ ደስ ይብሎ ዋይ ሪኣቶ ገለ ይብለካ ላባክን ከቅርቦ እቲ ሓሳብ ሓንቲ ሓብተይ ልሃበትኒ ሓሳብ እሞ እስካትኩምለ ምሳየይ ኮንኩም ኣዳሚፅኩም ምክሪ ክንልግሰላ ምክርኩም ምክርኪ ስለበለትኒ ናይ ንሕና ኢዩ ካባኩምለ ካባየይ ብቻ ሰብ ይጽሕፈልካ ሃይ ሃይ ይብለካ ኣይትርእዮ ኢለ ዶ ነዊሕ ጽሑፍ ክሰደልካ ተሎ ተገዲስካ ለይተንብቦ ስለ ልመስሎ ብጣዕሚ ይቅርታ ዛምቤተይ እሞ ናብዞም ኣሕዋትና ሎማዓንቲ እግዚኣብሄር ኣብልወሉ እዩ ኤንወይ ንዚኣ ንዛ ጽሕፍቲ ምንባብ እኳስ እግዚኣብሄር ኢልዋ ከዚ እየ ለቅርባ ኣለኩ እምበይ ቢዚ እየ ነይረ ይቅርታ ብዙሓት ኣሕዋተይ ከምኡ ንለይ ይምልሰልክን እለ። ስምዕኒ ሰላም ሓፍተይ ብመጀመርያ ምስ ኣሕዋትኪ ምስ ወላዲትኪ ምስ ወድኺ በዓል ገዛኺ ሰላም ክትህልዊ ናኹሉ ጊዘ ፆለተ እዩ ኢላትኒ እኒኣ ብመጀመርያ ሹማ ክትኣብል ኣይትደሊ ክፍለጠላ ብምቅፃል ጨኒቁኒ ንዘማኽሮ ንበይነይ ክይሕዞ ተዓፊነ ከይመውት ፈሪሐ ሓሲበ ሓሲበ ናትኪ ቪድዮ ናተኸታተልኩ ስለ ስደት ዘዋጋዕክያ ሪኤ ዘይነግራ እሞ ለባም ትመስል ለባም ደኣ ትሕሸሉ ዛምቤተይ ስደት ልዕለይ ጀሚራቶ ምስ ይቅርታ ሰላመይ ገዛ ከኣ ኣይገዛእኹን ምስ በልኪ ምኽሪ ክትህብኒ ክተጸናንዕኒ ክውስን ተስፋ ክትኮንኒ ደልየ ኣነ ሰላም ሓፍተይ ኣብ ስደት ሸውዓተ ዓመተይ እየ ኣብ ዓዲ ካብ ዓዲ ከይተመርዖኹ ወሊደ ጥንስቲ ኮይነ ኣቦይ ወላድየይ ማዕረ ጠበንጃ ኣልዒሉ ጓልኪ ክፉእ መዓልቲ ከይተውዕለኒ እስኺ ጓልኪ ውፃለይ ኢሉ ድሕሪ ብዙሕ ሓወቦታተይ ሰብ ይስሕቀካ ኣሎ ኢልዎ ናብ ገዛ ኢሎሞ ናብ ገዛ ተመሊስና ብድሕሪኡ ኣቦ ወደይ ጠሊሙኒ ናተይ ኣይኮነን ኢሉኒ ኣቦይ ሒቑ ጉዝዝ ኣቢለዮ ካብ ገዛ ትውጻእ ኢሉ ነደይ የጨቕጭቓ ገዛና ሕምስምስ ኣትዩዋ ምስ ረኣኹ ከተማ ወሪደ ስራሕ ዳስን ቆጺረ ክስካብ ዝወልድ ደሓር እታ ዝሰርሐላ ሰበይቲ ክወልድ ምስ ቀረብኩ ሓጥያት እዩ ግን ክስካብ ዓዲ ክትከዲ ኣይትስርሒ ሱቅ ኢልኪ ተቀመጢ ኤንወይ ያው ከምዚ ለትል ዝጸሓፈትለይ ከንብብ ተጀሚረ ኣይውዳእ እዪ ምስ ይቅርታ ብቻ ኣነ ብጣዕሚ እየ ደጋጊመ ኣንቢበዮ ብጣዕሚ ማለት እዩ ብቶ ኣነ ሴቭ ልገበርክዎ ኣብ ርእሰይ ንኣካትኩም ከረድኦኩም ክሙኩር እየ ከም ንሳ ኮይነ ማለት እዩ ነቦይ ብጣዕሚ ኣቦይ ነደይ ብጣዕሚ ይጨቅጭቃ ጓል ክትውጸለይ ምናምን ይብላ ነይሩና ኣነለ ካብዚ ሕማቅ ሕምስምስ ናይ ገዛ ልርኢ ከተማ ወሪደ ዳሰ ተቆጺራ ናሰራሕኩ ነይረ ኣብዚ ዳሰ ናሰራሕኩ ናሃለኩ ያው እቲ ጥንሲ ናዓበየ ናዓበየ ናዓበየ ኢሉ ከይዱ ክኸተሎ እታ ሰበይቲ ተስርሐኒ እቲ ጥንሰይ ምስ ረእየቶ ያው ኪድ ክትብላ ስለልደበረ ኪድ ክትብለኒ ስለልደበረ ክሽካዕ ዓዲ ክትኸዲ ኮፍ ኢልኪ ሱእ ኢልኪ ኣብል እምቢ ስራሕስ ኣይትስርሒ ሓጥያት እዩ ነገር ኢላ ግን ያው ከም ስክፋት ዓደይ ውዕሊ ብጣዕሚ ይስከፍ ነይረ ብጣዕሚ ማለት እዩ ኣብ መንጉኡ ንዓዲ ይልእኽ ነይረ ናብ ኣደይ ምውላደይ ሃም ልቐረበ ኣኸይደ ናብ ሰብ ይልእኽ ነይረ ግን መልሲ ስለ ልሰኣንኩ በቃ ኢለ ኢለ ምውላደይ መዓልቲ ኣኺሉ ኣብዚ ገዛ ኣብዚ ዳሰብ ኮይነ ወሊደ ግን በቃ ብስክፋት እታ ሰበይቲ ብጣዕሚ እያ ጥዕይቲ ነይራ ኣነ ግን ብስክፋት በቃ ትዕይቲ ሓራስ ኮይነ እኳስ እየ ተለዓዓልኩ ቀጥታ ካብ ሕክምና ምስ ተመለስኩ መዓንጣይ ሰጥ ኣቢለ እየ ኣብቲ ገዛ ምስራሕ ጀሚረ ኣብ መንጉኡ ግን በቃ ምርር ምስ በለኒ ወርሒ ምስ ገበርኩ ኣብ ወረቀት ፅሒፈ ንዛ ሰበይቲ ኣድራሻ ወለደይ ሓዲገያ ንስዑዲ ተበጊሰ። ንስዑዲ ለለ ቤተሰብ ኣብ ስዑዲ ስለ ለነበራኒ እሳተን ንክቅበላኒ ኢለ ኣብ ጥራሕ ኢደ እየ ተበጊሰ ብቻ ግን ምስ ደለልቲ ተነጋጊረ ችግር የብሉይ ክሽካዕ ጫፍ ባሕሪ ካብኡ ልልእካን ክትሃልየን ብልቃሕ ኢሎም ወሲዶምኒ ካብኡ ኣብ ጫፍ ባሕሪ ኮይነ ደዋዊለ ዝሮ ዝሮ ሃምለይ እተየለይ እሳተን ለየሕፈራኒ ዘን ቤተሰበይ ችግረይ ምስ ነገርክወን ለተቀቢለናኒ ደቂ ሓፍትነታት እየን ወደይ ግን እግዚኣብሔር ይመስገን ሸውዓተ ዓመተይ ኣብ ስደት ኣነ ሸውዓተ ዓመቱ ኣደይ ወሲዳቶ ምስ ኣደይ ብፅቡቅ ይዓቢ ኣሎ ያው ንክውለድ ዝኩሉ ዕግርግር ልተልዓለ ምስ ተወለደ ግን ፎትያቶ ኣደይ ተዕብዮ ኣላ ብትሉ ሃብክዋ ኣድራሻ ወሲዳታ እዛ ሰበይቲ ማለት እዩ ኣብ መንጉኡ ግን እንታይ ተፈጢሩ ኣነ ክሰርሕ ተለኩ ሸውዓተ ዓመተይ ልቃሐይ ምስ ወዳእኩ ቀጥታ ናብ ኣቦይ እየ ልሰዶ እቲ ቅርሺ መጀመርያ ሓሙሽተ ዓመት ምስ ተቐመጥኩ ጠይቐዮ ነይረ ቦታ ክገዝኣለይ ግን ቅርሺ ብዙሕ ከም ለይኣከብኩ ነጊሩኒ ከዚ ናብ ሸውዓተ ዓመት ምስ ኮነኒ ለለ መሊሱ ደጋጊመ ቦታ ንክገዝኣለይ ጠይቐዮ ግን እኹል ቅርሺ ከም ለይብለይ ነጊሩኒ ምክንያቱ ሲስተር ክልተ ጊዘ ባሕሪ ተመሊሳ ምንኣሰይ ሓፍተይ ማለት እዩ ቅርሺ ላሓወል ኩላ ተይመለሰት ተትሒዛ ተመሊሳ ካብ ሑዱድ ለለ መሊሳ ናብ ምስ ተመለሰት ናብ ዓዳ ለለ ዳቡና ኣውጺእናላ ኢሎምኒ ንሓወይ ለለ ባጃጅ ገዚእናሉ ኢሎምኒ ገዛ ለለ ሓደ ሓደ ነገራት ጎዶሎ ኣስተካኪልና ናይ ኣንስሳ ጎዶሎ ነይሩና ለ ኣስተካኪልና ኢሎምኒ ሸውዓተ ዓመት ሙሉእ ግን ምንም ነገር ዳርጋ የብለይ ክንዱዚ እኒኤኪ ክንዱዚ የብልኪ ኣይብሉኒይ ብቻ ግን ንቦታ መግዝእስ እኩል ገንዘብ ሀምለየብለይ ብቻ እዮም ልነግሩኒ ኣብ መንጉኡ ግን ኣቦ ወደይ ብጣዕሚ ይቀራረበኒ ብጣዕሚ ማለት እዩ ያው ከም ሰብ ተሰሓሒተ ተደናጊፀ ከምዚ ዶ እኒኤካ ኢካ ኢለ እየ እምበይ ኣነስ ወደይ ወዶ እዩ ኢቭን ሓደ ሓደ ጊዘ ወደይ ኢሉ ብሰብ ገይሩ ይሪኦ እዩ ወዱ ኸዝለለ ብጣዕሚ ሓቦ ይህበኒ ኣሎ ሸውዓተ ዓመት ሰሪሕኺ ለይተቀየርክሲ በቃ እኒኦኾ ጎንኺ ወደይለ ከዕቢ ይኽእል እየ ባዕለይ ኣነስ ለቢመ እየ ይብለኒ ኣሎ ሰላም ሓፍተይ እና ሰህመይ ተገበርኩ ይሕሸኒ ኣሚነ ንሰብኣየይ ዶ ከቀምጦ እቲ ቅርሺ ወይስ ምስ ኣቦይ ዶ ከምቲ ልጀመርክዎ ይኹነለይ ወላ ይበርክት ኣይበርክትሲ ነቦይ ኣሚነ ዶ ስኡ ኢለ ኣብኡ ከቐሙጦስ ማለተይ ወይ ቡክ ከፊተ የኾንኩይ ቡክ የብለይ ከዚ ወይለ ምእንቲ ውሉዱ ኢሉ ሰብኣየይ ኢለ ምእንታየይ ኢሉ ለይኾነስ ምእንቲ ውሉዱ ኢሉስ የቐምጠለይ ዶ ትቕርሺ ይቕይረኒ ዶ ኣብ ስዑዲ ምስዳተይ ለኣየይ ማስታይ እዩ ትርጉሙ።

ለለ መሊሱ ንእኡ ኣሚነ ናብ ሰብኣየይ ከይሰዶ ለለ ወዮ ዝኹሉ በዲሉኒ የናየይ ኢሉኒ ብሰንኳው ዝኹሉ በጺሐ ግን ኣነ ከም ኣነ ክሓስቦ ተለኹ ግን በቃ እግዚኣብሔር መስገን ይብል እሱ ተለይብድለንስ ናብዚ እኳ ኣይምመጻኹይ ነይረ እሱ ተለይብድለንስ ኣይምተቀየርኩ ኢኳ ነይረ ወዮ ታይ ደኣ ተቀይረ እምበይ ግን እግዚኣብሔር ይመስገን ካብ ኢድ ሰብ ወፂኤ ወደይ ክኢለ ኣሕዋተይ ክኢለ ኣቦይ እነይ ክኢለ ግን ሸውዓተ ዓመተይስ ንቤተሰብ ነቢረ ክበሃልዩ ይከኣልስ ክፋት እኒኦ ለለ ወደይ ናዕወይለይስ ከመይ ገይረ ወደይ ናዕወይለይስ ከመይ ገይረ ናበልኩ እና ከዚ ግን ብጣዕሚ እዩ በቃ ከም ቃላቱ ተኮይኑ ሓቦ ይህበኒ ኣሎ እና ተሓቡኡ ከይኣምንለ ይፈርሕ ኣለኹ ካልኣይ ከይብደል ውሽጠይ ይጠራጠር ኣሎ እእምሮይ ልበይ ይሕውስውስውስውስውስ ኢሎም በቃ ናምን ክሰምዕ እሞስ ሰላም ሓፍተይ ተኺእልኪ ናብ ሚድያ ተየውፃኺ ምኸሪ ንስኺ ተለይ ኮይኑ ለለ መሊሱ ናብ ሚድያ ኣውፂእኺ ኮመንት ከንብብ እየ ባዕለይ ምኽሮም ክቕበል እስቲ ንመን ተኣመንኩ ከመይ ተገበርኩ ይሕሸኒ ምኽንያቱ ነቦይ ዓው ኢለ ከይናገሮ ለየቐመጥካለይ ለለ ይስገፍ ኣለኹ ንባዕለይ እዚ ኩሉ ኣሕፊረዮ ከምዚ ገይረዮ ኣቦይሲ ዝኩሉ ትሕቲ ሰብ ርእሱ ደፊኡ ንክከድ ገይረዮስ ግን ታይ እየ ልገብሮ ኣለኩ ካልኣይ ለለ እወ ወደይ ምስ በለ ለለ ንእሽተን ተሓጉሰ ካብ ኣቦ ለይብሉ ቆልዓ ለዕቢ ኣቦሉሉ ውን ቆልዓ ከዕቢ ነቲ ወደይ ከ ኣብ መንጎ ተቀርቂረ በቃ ካብዚ ልነግረኩም ብላዕሊ ብቻ ብሓጺሩ ሸውዓተ ዓመት ተሰዲተ እለ ሞያ የብለይ እየ ምስ ወደይ ኮፍ ኢለ እየ ሓዳር ሃልዩኒ እየ ከቢረ እየ ኣቦይ እነይ ንእሽተን ቀይሮምኒ በቃ ኣነስ ኣብ መንጎ ተቀርቂረ እሞ ምክርኩም ሃቡኒ እያ ኢላትና። ንምሕጻር ልኣክል እየ ከምኡ ገይረልኩም ብቻ ተሰዲታ ሞያ የኮነቲ የተቀየረቲ ብጣዕሚ ልሕዝን ታሪክ እዩ anyway ኣነ ደጋጊመ እየ ኣንቢበዮ ብክያት ብክያት ይመጽእ ያው ኣነ ን ሚድያ ምንካይ ደሰ ኣይብለኒ ግና ብዙሓት ኣሕዋትና ደቂ ኣነስትዮ ተሰዲትና ሞያና ለይኮና ታሪክ እዩ ክብል ልክእል ጓል ኣነስተይቲ ትረክቦ ፈተና እዩ ብኩሉ ምስተፈተነት ዓርኪ ክትሕዝ ትፍተን ክትወልድ ትፍተን ኣብ ሓዳር ትፍተን ኣብ ስደት ትፍተን ጓል ኣነስተይቲ ናይ ጓል ኣነስተይቲ ኣዋጊዕካ ኣይውዳእ እዩ ብጣዕሚ ብዝቡሕ ነገር እዩ ዝኩሉ ናሓለፈት ለለ መሊሳ ጥንካሬኣ ኣነ ብጣዕሚ እዩ ልገርመኒ ብቻ ግን ናዚኣ ለለ መሊሱ ግድድ ምርር ልበለ እዩ ነዊሕ እዩ እዚ ፅሑፍ ብጣዕሚ ከም ብዎ ተኮይነስ ናብ ደርሰት እንተቀየረ ብጣዕሚ ለሕዝን ታሪክ እዩ እኒኦዋ ወላ ነሕዋታ ብዙሕ ነገር መስዋእቲ እያ ኮይና

ሰብኣይኪ ከይብላ ከመይ ኢለ ወላዲኪ ከይብላ ለ ስቲል ናው ይቀየርዋ ይኒኦው ምስኦም ዶ ምርድዳእ ይሕሻ ከይትብሊ እቲ ወላዲ ከዚ ታይ ይሓስብ ይመስለኩም ታሞ ለይ ቅርሺ ለይ ገዛ ተገዚኡስ ንሰብኣይ ዳኣ ኮነይ ገዛ ተገዚኣስ ሰብኣይ ደኣ ኮነይ ኮፍ ክብሎ ወዲ ጓና ደኣ ኮነይ ክበልዓ ልበሃል እንዮ ወዲ ጓና ንክበልዓስ ገዛ ስለ ልብሉ እዞም ወለድና ከምኡ እዩ መስለን ንድሕሪት ለቅርየና እና እንዲዒ ታይ ትሐሸ እስቲ ኣነለ ኦእምሮይ ኣብ ሰልሲለ ያው ኣነ ሰብ ኮይነ ወይ ፈሊጠ ለይኮንኩስ ግንተ ኣነ ልክእሎ ንክሞክራ ንክመክራ ክሞኩር እየ ብውሽጢ መስመርለ ክጽሕፈላ ኢየ ተኺኢለለ ክንደዋወል ኢና ብመሰንጀር ወይ ብኢሞ እስኻትኩምለ ምኽርታትኩም ኣቐምጡላ ብዙሓት ደቂ ኣንስትዮ ልፍተንኦ ፈተና ኢየን እሞ ከቢድ እዩ ብቻ ከቢድ እዩ ብዙሕ ስለ ልሰምዕ ኢየ ተጠርዩ ገዛስ ንሰብኣያ እንድዩ ወዲ ጓና እንድዩ ክበልዖ እዩ ልበሃል ውሉዳ እንድዩ ንውሉዳ እንድዩ ልበሃል የለይና ብኹሉ ምስተፈተነት ጓል ኣንስተይቲ ብቻ እንድዒ ይጨንቕ ዝረዝሮ ምኽሪ ኩኖ ኮመንት ኣቕምጡላ ንሎማዓንቲ ልበልክዎ ቪድዮ ንዚ መስል ነይሩ እንታይ ተሰሚዑኩም እንታይ ከ ከመይ ከ ተተባሃለ ይሕሽ እሞ ምኽርኩም ኣቕምጡላ ሎማዓንቲ ልበልክዎ ቪድዮ እዚ መስል ነይሩ ኣብ ካልእ ቪድዮ ብልሓሸ ክሽካዕ ንመፀኩም